ክቡራት ኣሕዋተይ እንኳዕ ደሓን መጻኹም ስመ ኤደን እበሃል ሎማዓንቲ ከዓኒ እንታይ ዓይነት ናይ መሕፀቢ ክዳን እዩ ክትጥቀሚ ገለ ኢልኩም ነርኩሞ ኣጋጣሚ ከይደ ነይረ ኣብ ወልማርት ኣንጊህካ ተኸይድካ ብዙሕ ኣቑሑት ስለ ትረክብ ናይ ክዳን መሕፀቢ ገለ መለ ሒዘ መፅየ ሞ እንታይ ሒዘ ከም ዝመፃኹ ምሳኻትኩም ከካፍለኩም እየ ክትፈትዎ ከዓ ተስፋ ይገብር የቐኒየለ ኣሕዋተይ ክብራት ኣሕዋት መጀመርያ እዚ ማስክ ገዚኤ ማለት እዩ ማስክ ተሳኢኑ ኣሎ ብዛ ዓዲ ክረክብ ኣይከኣልኩን ኣብ ኢበይ ረኺበ ማለት እዩ እዚ ከምዚ እቲ ማተርያሉ ካስ ከምዚ ጎማ ነገር እዩ ከምዚ ፕላስቲክ ዓይነት ብደገ ማለት እዩ በዚ ከዓ ሉስሉስ ጡጥ ማለት እዩ ውሽጡ እጅ ምስ ተሸፈንካ ከርእየኩም በዚ ማለት እዩ ሶ ሰብኣየይ ኩሉ ግዜ እሱ እዩ ኣስፔዛ ገለ ዝገብር ማለት እዩ መብዝሕትኡ ግዜ ሓደ ሓደ ግዜ እየ ኣነ ዝወፅእ ሶ ዩ ኖ ሴፍ ክኾነለይ ኢለ እየ ገዚኤሉ ደ- ደርዘን ገዚኤ ማለት እዩ ያ፣ ምስ ሊፕስቲክ ኣይፀየቑ ከይምበኣር ክቡራት ኣሕዋት እዚ ማስክ ካብ ኢበይ ገዚኤዮ ስኢነ ማለት እዩ ኣብ ኣማዞን ዋላ ኣብዚ ሎካል ስታይ ኣብዚ ዓዲ ከዓኒ ሕጊ ወፂኡ ኩሉ ሰብ ማስክ ክገብር ኣለዎ ሕጂ ካብ ኢበይ ኦርደር ገይረ ማለት እዩ ናይ ብሓቂ ፈትዮ ምክንያቱ እዚ ፕላስቲክ ነገር እዩ ብደገ ብውሽጢ ከዓ ሉስሉስ ጡጥ ማለት እዩ ከምዚ ዝመስል ኣብዚ ሓቢለ ገዚኤ ማለት እዩ ምክንያቱ ሰብኣይ ኩሉ ግዜ ድወፅእ ኣስፔዛ ገለ እሱ እዩ ድገብረልና መብዝሕትኡ ግዜ ሓደ ሓደ ግዜ ኣነ ድወፅእ ሶ ንሴፍቲ ማለት እዩ ተተንፍስ ኣይትሽገርኒ ኢኻ ምክንያቱ መዓት ቦታ ኣለዎ እዚ ውሽጢ እንደገና ከዓ ከይወፅ ምንቲ ኣብዚ ሓፂን ኣለዎ መኸልከሊ ማለት እዩ ሓፂን ዝመስል ሶ ተደኣ ተገዲስኩምሉ ኮንኩም እቲ ዝረኸብኩዎ ናይ ኢበይ ሊንክ ክገድፈልኩም እየ ኦኬ ኦኬ ክቡራት ኣሕዋተይ ከምቲ ብቐዳማይ ዝነገርኩኹም ማለት እዩ እዚ ዋን ጋሎን ኣሎቬራ ረኺበ ማለት እዩ ዕረ ማለት እዩ ብዙሕ ኣይርከብኒ ግን ኣጋጣሚ ንግሆ ተኸይድካ ትረኽቦ ኢኻ ማለት እዩ ተሳኢኒ እዩ ቀኒ ኩሉ ሰብ ወሲድዎ ሕጂ ግን ሪስታክ ገይሮም ኣለዉ ሶ ተደኣ ደሊኹም ማለት እዩ ኣንጊህኩም ተኸይድኩም ወልማርት ትረኽብዎ ኢኹም Okay. Um, ካልእ ካኒ እዚ ስፕሬይ መፅረይ ማለት እዩ ወዲዐ ነይረ እዚ ካብ ሰቨን ጀነሬሽን እዩ እዚ ኬሚካል ይብሉን ኩሉ ግዜ ይድገዝእ ነይረ ግን ኣጋጣሚ ስለ ዝወዳእኩ እየ ማለት እዩ ገዚአ ትጨኑ ካብ ቦተኒካል ፍላወርስ ዝጨኑ ማለት እዩ ፊዮሪታት ሶ ሓንቲ ጥራይ ሂቦም ሊሚት ገይሮምሉ ማለት እዩ ካብ ሓንቲ ንላዕሊ ክትገዝእ ኣይትኽእል ዲኻ ካልእ ከዓ እዚ ናይ ሻወር መፅረይ ማለት እዩ ስፕሬይ ነዚ ሳምና ገለመለ ዝፅየቕ ኣብቲ ሻወርካ ሱ የፅረየልካ ብጣዕሚ እየ ዝፈትዎ ኩሉ ሻዕ ኣብ ገዛ ኣይፈልን እየ ግን ተሳኢኑ ቀኒሶ ሓንቲ ሊሚት ጥራይ እዮም ድቡኻ ክልተስ ገለ ክትወስድ ኣይትኽእልን ኢኻ ሶ ሓንቲ ጥራይ ኣምፀየ ማለት እዩ ካልእ ከዓ እዚ ሲኤልኣር ማለት እዩ እዚ ሲኤልኣር ከምዚ ሚልዱ ተለካ ኣብ ባዝሩም ገለ መለ ዋላ ሲሚንቶ ገለ ካብዚ ትገብረሉ ምሽ ማይ ጌርካ ትሓፅቦ ይኸይድ ማለት እዩ ክፍትኖ ኢለ ገዚአ ክስ ካልእ ኣማራፂ ይነበረንን ካብዚኣ ከዓ ሊሚት ሓንቲ ጥራይ እዮም ዝቡኻ ካብኡ ንላዕሊ ክትገዛእ ኣይትኽእልን ኢኻ ካልእ ከዓኒ እዚ ሶፍትነር ማለት እዩ ፋብሪክ ሶፍትነር መለስለሲ ናይ ክዳውንቲ ትሓፅብ ከለካ እዚ ዩዥዋሊ ከምዚ ዳኒ ዝጥቀም ግን ኣጋጣሚ ኣይነበሮምን ከምኡ ሶ ብቐዳመይ ፈቲንያ ነይረ እዚኣ ስኢነ እዚ ብጣዕሚ ፈትየ ብጣዕሚ ይጥዕም ዝጨኑ ስኢለ ሌሚት ገይሮምላ ሓንቲ ጥራይ ሂቦምኒ ማለት እዩ ድሕሪ ድሕሪ ብዙሕ ኣነ ኣይጥቀምኒ ሶፍትነር ብፍላይ ሽጎማነ ገለ ክሓፅብ ከለኹ ኣንሶላታት ገለ መለ ኣይጥቀምኒ ኣብ ናይ ክዳውንቲ ናይ ቆልዑ ጥራይ ይደቱ ምክንያቱ የበላሽዎ እዩ ገሊኡ እቲ እቲ ሽጎማነ ቱማች ልስልስ ምሽ ኣይንቅፀካኒ ካልእ ከዓ ኣነ መብዝሕቲ ግዜ ዝታይድ ምስ ኦክሲ ክሊን ከምኡ እየ ዝጥቀም ግን እዚ ሕጂ ኣይረኽብኮ እንተሳኢኑ ዳሕረይ ከዓ ናቱ እዚ ከዓ ኩሉ ግዜ እየ ዝጥቀመሉ ሪኢኹም ንለኹም ቅድሚ ሕጂ ኣርሚ ኤንድ ሃመር እዩ ድብል ቤኪን ሶዳ ምስ ኦክሲ ክሊን ማለት እዩ ኦክሲ ዘለዎ ግዙ ብጣዕሚ እዩ ሕሱር እንደገና ከዓ ናይ ብሓቂ እዩ ፅቡቕ ሓፍተያ ነጊራሃኒ ቅድሚ ሕጂ እዚኣ ትጥቀም ብፍላይ ንክዳውንቲ መሕጸቢ ነይ በሓቂ እዩ ጽቡቅ እዚ ሶ ከምዚ እየ ድጥቀም ከምዚ ወላ ሓንቲ ከም ድላይካ ነይሩ ሓሙሽተ ሽዱሽተ ሽሕ ክውን ስኢለ ምል ኣቢለ ምጸይ ማለት እዩ መልእየ ምጸይ ሶ ከምቲ ዝበልኩም ማለት እዩ እዚኣ ማስክ እንተ ደኣ ፈቲኹማ ኮንኩም ናቶም ዝረኸብኩ ካብ ኢበየ ረኺበዮ እቲ መሴጅ ናቶም ክገድፈልኩም እቲ ሊንክ ናቶም ገድፈልኩም እየ ካልእ ከኣ ቴንጨና ዝደለክን የሕዋት ማለት እዩ ሓንሳብ ጽንሓ ኢለክን ነይረ ምክንያቱ ኩፐን ክቡን እዮም ገለ ኢለክን ነይረ ሶ ሎማዓንቲ ኣብቲ ሓደ ቻነል ስለ ፖስት ዝገብሮ ሰላሳ ፐርሰንት ኦፍ ኩፐን ኣለክን ኣብቲ ሓደ ቻነል ኬድክን ተጠቕማሉ ይኽን ክቡራት ኣሕዋት ኦኬ ሰላሳ ፐርሰንት ኦፍ ናይ ዶዜር ጨና ማለት እዩ ሓደ ሓደ ኣሕዋት ከኣኒ እዚ መሕጸቢ ገለ ኣርእዩና እሞ ከመይ ከኣ ከም ትሓጽብስ ኣርእዩና ገለ ኢልኩምኒ ኔርኩም። ንሱ ከኣ ኣብ ዝመጽእ ቪድዮ ክንገብሮ ኢና። ብዝተረፈ ፈቲኹማ ክትኮኑ እዛ ሓጻር ቪድዮ ተስፋ እንዳገበርኩ ኣብ ዝመጽእ ክሳዕ ዝርእየኩም ደሓን ቀንዩ። ይቐንየለይ ክቡራት ኣሕዋተይ።